ክፋላ ተቃልም ኢንሻላ ብኸይር ብሰሓ ወን ዓፍያ ንክትሉ በዓል ሙሉ ተስፋ እዩ እሞ ከመይ ከኒኹም እኻ እንዲኹም ሳብስክራይብ ውሕድ ኣሎ ሳብስክራይብ ውሕድ ኣሎ ላይክ ውሕድ ኣሎ ያላ በሉ ሎማዓንቲ ሓዳሽ ማለት እዩ ፍልይ ዝበለት ታሪክ ወይ ቅሰስ ናይ እስልምና ህነ ዝንትወልኩም ክንፍትን ኢና እዚ ናይ ሎማዓንቲ ታሪክ ማለት እዩ ኣብ ዘበን ህጅርያ ማለት እዩ ኣብ ዘበን ረሱል ሰለላሁ ዐለይሂ ወሰለም ዝነበረ ማለት እዩ ታሪኽ እዩ። እዚ ታሪኽ እዚ ብውግእ ተቡክ ዝበሃል ማለት እዩ ጒናት ተቡክ ማለት እዩ። እስኪ ንኺድ ነተናው ብስሚላህ ራሕማን ራሒም ኲናት ተቡክ ወይ ድማ ወግእ ተቡክ ኣብ ተሽዓይ ዓመት ሂጅርያ 638 ዓመተ ምህረት በፍረንጂ ማለት እዩ 630 ዓመተ ምህረት እዩ ተኻይዱ። እዚ ውግእ እዚ ኣብ ታሪኽ እስልምና ካብቶም ኣገደስቲ ወራራት ተባሂሉ ዝቑጸር ኮይኑ ብነቢና ሰለላሁ ዐለይሂ ወሰለም ዝምራሕ ኮይኑ ባዕሉ ጹማእ በይናት ተቡክ ኣብዚ ከነዘንትዎ ከፈትን ኢና ማለት እዩ ምክንያት ወራር ቀዳማይ ምስ ሃፀያውያን ባዛንታይን ወጥሪ ግዝኣት ባዛንጣይን ኣብ ሓውሲ ደሴት ዓረብ ንዝርክቡ እስላም ንምጥቃዕ ሰራዊቱ ይእክብ ከም ዘሎ ኣብ መዲና በጽሐ። ካልኣይ ጽልዋ እስልምና ምድልዳል ብነቢና ሰለላሁ ዐለይሂ ወሰለም እዩ ዝምራሕ ነይሩ ማለት እዩ። ካብቲ ዞባ እስልምና ጽልዋ ክፈደሉ ደለዩ ማለት እዩ እዞም ባዛንታውያን ማለት እዩ ተራራዋም ቀረቆስ ዝብል ማለረ ዝብሉ ነቲ ነዚ ተሰለፉ ኣሰልፍ ንውግእ ክዳለዉ ጸዊዖም እዚ ድማ ኩናት ኣየር ኣዝዩ ውዑይ ስለ ዝኾ ዝነበረ ወቕቲ ድማ ፍረታት ዝኣከበሉ ወቕቲ ስለ ዝነበረ ኣብ ጽንኩር እዋን እዩ ነይሩ። እዚ ድማ ኣብ መጀመርታ እቲ ምላሽ ደንጉ ደንጉዩ ገይርዎ ማለት እዩ። ኣብ ውግእ ተቡክ ተሳትፎ ኣብቲ ወራር ኣስታት ሰላሳ ሽሕ ሰሓቢ ተሳቲፎም። እዚ ድማ ንእቲ እዋን ብዙህ ቁፅሪ እዩ። ምወላ ማለት እዩ ወይ ድማ ደገፍ ብዙሓት ብፆት ንቲ ኣብቲ እዋን ነበረ ሙቃትል ማለት እዩ ንምጥቃዕ ገንዘብ ንብረትን ኣበርኪቶም ማለት እዩ። እቲ ኩናት ማለት እዩ ከም በዓል ዑስማን ቢን ዓፋን ሓዊሱ ብዙሓት ገንዘብ ዘወፈየ ማለት እዩ ፍጻሜታት ከመይ ነይሩ ኣብቲ ተቡክ ምንቅስቓስ ናብታ ታቡክ ትበሃል ቦታ ማለት እዩ ኣብ ሰሜን ስዑድያ ትርከብ ሕጂ ብዚ እዋን እዚ ነቢ صለ ላሁ ለ ወሰለም ምስ መቃትሊን ሰሓባ ናብታ
ቦታ ኣብ ሰሜን ምዕራብ ሓውሲ ደሴት ዓረብ ዝርከብ ከባቢ ተጓዓዙ ማለት እዩ። ካልኣይ ቀጥታዊ ምግጣም የለን። እስልምና ኣብ ተቡክ ምስ በጽሑ ቀጥታዊ ውግእ ስለ ዘይተኻየደ ሰራዊት በዘንታይን ኣይረኸብዎምን። ዜና ሓይሊ ሰራዊት እስላም ንባዛንታይን ንድሕሪ ከም ዝምለስ ዝገበረ ይመስል። ውፅኢታቱ ኣብ ቀዳማይ ኑዕባይ ክብሪ እስልምና ካልኣይ እቲ ወራር ሓይሊ እስልምና ኣብ ኣዝዩ ከቢድ ኩነታት እውን እንተኾነ ክቃርሱ ዘለዎም